ሰላም ምስ ዝፈተኹም ናይ እግዚኣብሔር ቤተሰብ ፍጹም ናይ እግዚኣብሔር ሰላምታ ምሳኹም ይኹን። ከመይ ትቑኒ በኣርከስ ከምቲ ልሙድ ሎም እውን ኣብ ህይወትና ዓብይን ዕረፍትን ጥበብን ዝህበና ንጉስ ይኹን ድኻ በዓል ስልጣን ይኹን ተራ ሰብ በዓል ጥዕና ይኹን ጥዕና ዘይብሉ፣ ንኹሉ ሰብ ከዕርፍ ዝኽእል ሓሳብ ሒዝና መጺእና ኣለና። እቲ ሓሳብ እቲ ከኣ እዚ ውን ክሓልፍ እዩ ዝብል እዩ። እዚ ውን ክሓልፍ እዩ። ብሓደ ታሪኽ ክንጅምሮ። ኣብ ሓደ ዓዲ ሓደ ንጉስ ንሓንቲ ዓቢ ግዝኣት ዘለዋ ሃገር የመሓድር ነይሩ። እዚ ንጉስ እዚ ንዅሎም ኣማኸርቱ ጸዊዑ ሓደ ሕቶ ሓቲትዎም። ንሱ ኸኣ ኣነ ኣብ ዘመን ንግስነተይ ኣብ ግዜ ሓጐሰይ ከይዕበ ኣብ ግዜ ሓዘነይ ከኣ ከይጕዳእ ኣብ ግዜ ስልጣነይ ከይዕምጽ ኩሉ ግዜ ዘጸናንዓንን ተስፋ ዝህበንን በዘለኒ ስልጣን ካልኦት ከይጎድእ ሓጺር ዝኾነ ምኽሪ ሃቡኒ ኢልዎም። እቶም ኣማኸርቱ ብምልኦም ተኣኪቦም ጠቢባን ኣማኸርቲ እዮም ነይሮም። ኣርባዕተ ወርሒ ምሉእ ኣብ ሓደ ዕጹው ቦታ ተዓጽዮም ኣውሪዶም ኣደይቦም ጽሒፎም ኣብ መወዳእታ ኣብ ሓንቲ ብራና ሓንቲ ቃል ሒዞምሉ መጺኦም። እቲኣ ቃል ከኣ እንታይ ትብል እያ? እዚ እውን ክሓልፍ እዩ ትብል ቃል ጽሕፍቲ ነይራታ። እቲ ንጉስ ኣዝዩ ደንጺዎ እዚ እውን ክሓልፍ እዩ ከመይ ገይሩ ኢልዎም። እቶም ኣማኸርቱ ኢሎሞ ወ ንጉስ ንስኻ እዚ ሎሚ ዘለኻዮ ስልጣን ቅድሜኻ ነይሮሞ እዮም ንሶም ስለ ዝሓለፉ ንስኻ ብግዜኻ ናብ ስልጣን መጺኻ ኣለኻ ስለዚ እዘለኻ ስልጣን ክሓልፍ እዩ ብዙሓት ቅድሚኻ ነይሮም ንሰም ስለ ዝኸዱ ንስኻ ሕጂ ኣለኻ ብዙሓትም ድሕሪኻ ክመጹ እዮም ስለዚ ስልጣን ክሓልፍ እዩ ክብሪ ክሓልፍ እዩ ዝና ክሓልፍ እዩ ሃፍቲ ክሓልፍ እዩ እዞም ትሪኦም ዘለኻ ሎሚ ቀባሮ ብግዜኦም ጽባሕ ተቐባሮ እዮም ማለት እዩ። ስለዚ ንስኻ ኣብ ግዜ ንግስነትካ እዚ እውን ክሓልፍ ኢልካ እንተኣሚንካ ህ ንማንም ሰብ ኣይክትብድልን ኢኻ። ንድኻ ፍርዲ ኣይክትጉዕጽጽን ኢኻ። ሓቀኛን ቅኑዕን ዝኾነ ፍርዲ ኩሉ ግዜ ክትፈርድ ኢኻ ኢሎሞ። እቲ ንጉስ ከኣ ኣዝዩ ተሓጊሱ ደስ ኢልዎን ባህ ኢልዎን ማለት እዩ። እዚ ንጉስ እዚ ቃል እዚ ንንጉስ ኣብ ዝፋኑ ከሎ ብትሕትና ኣብ ስዕረቱ ድማ ኩሉ ግዜ ተስፋ ንክኾኖ እዚ ቃል እዚ ኣብ ኩሉ ቤተ ነግስነቱ ከም ሓደ መሪሕ ቃል ገይሩ ፅሒፍዎ ኣብ ቤት ማእሰርቲ ይኹን ኣብ ዝተፈላለዩ ናይ ከተማ ጎደናታት እዚ እውን ክሓልፍ እዩ ዝብል ቃል ፅሒፎሞ ማለት እዩ እዚ ታሪክ እዚ ምስ መጽሓፍ ቅዱስ ክነነጻጽሮ እንከለና ኣዝዩ ንጹር ዝኾነ ቃል ንረክብ ናብ መጽሓፍ ቅዱስ ወንጌላዊ ቅዱስ ዮሐንስ ኣብ ቀዳማይ መልእኽቱ ምዕራፍ 2 ፍዶ 17 እንታይ ይብል ዓለም ሓላፊ እዩ ይብል ትምኒት እውን ከምኡ ዓለም ሓላፊ ትምኒት እውን ሓላፊ እዩ ስለዚ እዚ ማለት ዝኾነ ይኹን ሓጎስ ኩሉ ግዜ ቀዋሚ ይኮነ ኣብዛ ነብረላ ዘለና ምድሪ ቀዋሚ ኮይኑ ዝቕጽል ነገር ወላ ሓንቲ የለን። ካብ ንውለድ ክሳብ ሕጂ ብዙሕ ዓይነት ናይ ህይወት ብድሆታት ኣሕሊፍና መጺና ኣለና ማለት ቆይሙ ዝቕጽሎ ወላ ሓንቲ ነገር የለን። ኩሉ ግዜ ርኢና ኣይኮነን ቆይሙ ዝቕጽል ንግሆ ዝነበረ ስምዒትና ምሸት ኣይህሉን እዩ ማለት እዩ። ንግሆ ሕጉሳት ንከውን ንኽእል፣ ምሸት ንሓዝን። ንግሆ ጥዕና ክህልወና ክእል፣ ምሸት ዘይክህልወና ይኽእል። ህይወት ኩሉ ግዜ ስሙዝ ኣይኮነትን። ሓንሳእ ትበኪ ሓንሳእ ትኸልኣካ ስለዚ ወላ እኮ ብዝተፈላለየ ናይ ሂወት ጉዕዞን ጎደናን ቀጽል ሂወት ቀዋምነት የብላን እዚኣ ነገር እዚኣ ፍለጣ ማለት እዩ ዓለም ሓላፊ እዩ ኣይኮነን ሂወትናስ ዓለም ብዓባያ ትሓልፍ እያ ማለት እዩ ካልኣይ ሃዋርያ ቅዱስ ጳውሎስ ኣብ ካልኣይ ቆሮንጦስ ምዕራፍ 4 ፍዳ 17 እንታይ ይብል ብዛዕባ መከራ ክዛረብ ከሎ እዚ ሕጂ ዘሎ ቀሊል መከራና ኢሉ ንዘልኣለም ዝኸውን ዓብይ ተስፋ ንኸዳልወልና እዩ። ስለዚ ወዲ ሰብ ብኣዝዩ ከቢድ ዝኾነ ናይ ህይወት መከራ ይሓልፍ ተልዩ ፅባሕ ንግሆ ብዓይኒ ሰባት ዘይተረኣየት ብሕልና ናይ ደቂ ሰባት እውን ዘይትቕረፅ ሰማያዊት መንግስቲ ከም ዘላቶ እግዚኣብሔር ከም ዘዳለወሉ ኣሚኑ ክነብር ከሎ ካብ እግዚኣብሔር ዓቢ በረኸት ይረክብ ማለት እዩ። ስለዚ መከራ እውን ሓላፊ ማለት እዩ። ሎሚ መከራ ትሳቐ ተሊኻ መከራ ሽግር ይበዝሓካ ተልዩ ክሓልፍ እዩ ኣይኮነ ክንደይ ሓሊፉ እኮ ብሂወት ትማሊ ክንደይ ሓሊፉ ሎሚ እውን ኣሎ ፅባሕ እውን ክቕፅል እዩ ማለት እዩ ጠይቡ ሰሎሙን ኣብ መፅሓፈ መክብብ እንታይ ኢልዎ ቦ ግዜ ለኩሉ ንኩሉ ገጊዝ ኣለዎ ትሓዝነሉ ግዜ ኣሎ፣ ትሕጎሰሉ ግዜ ኣሎ፣ ትሰርሓሉ ግዜ ኣሎ፣ ትዕርፈሉ ግዜ ኣሎ። ስለዚ ኩሉ ይሓልፍ እዩ፣ ኩሉ ገጊዝኡ ኣለዎ። እቲ ንዓኻ ዘይብልካ ነገር ጽባሕ ክህልወካ እዩ። ነገር ግን ኩሉ ግዜ እዚ እውን ክሓልፍ ኢልካ ኣይመን እግዚኣብሔር ብርግጽ ኣብ ሰዓቱን ኣብ ግዜኡን ንኹሉ ክሕልፎ እዩ ማለት እዩ። ቅዱስ ዮሃንስ ኣፈወርቅ እንታይ ይብል? ማዕበል ይመጽእ ይሓልፍ ድማ፣ ባሕሪ ይናወጽ ይሃድእ ድማ፣ መከራ እውን ከምኡ እዩ። ባሕሪ ክናወጽ ይኽእል እዩ፣ ሜሊሹ እንታይ ይገብር? ይሃድእ። ሽግር ይመጽእ፣ ሜሊሹ ይሓልፍ ዘይሓልፍ ኩሉ ግዜ ቃል እግዚኣብሄር ጥራይ እግዚኣብሄር ቃሉ ሓቀኛን እሙንን እዩ ማለት እዩ እግዚኣብሄር ኣብቲ ቅዱስ መጽሓፉ ዘቐመጦ ቃል ኩሉ ግዜ ሓሶት ኮይኑ ይፍለጡ ንሱ እቲ ቀንዲ ጽኑዕ ሓቂ እንብሎ ንሱ እዩ ማለት እዩ ቅዱስ ያሬድ ኣብ ዜምኡ እንታይ ይብል ሓላፊ ዝንቱ ዓለም እዚ ዓለም እዚ ሓላፊ ይብሎ እዚ ማለት እዛ ነብርላ ዘለና ዓለም ሓላፊት ከም ምዃና ተረዲእና ኣብቲ ዘይሓልፍ ሰማያዊ ዓለም ክኸውን ይግባእና ተተሓሳስበና ኣብ ቅዳሴ ኩሉ ግዜ ከምኡ ንብል ሓቀይ ልብኹም ኣብ ሰማይ ይሃሉ ልብና ሰማያዊ ሓሳብ ንክሓስብ እዩ እዚ ምድሪ እዚ ይሓልፍ እዩ ስለዚ መደምደምታ ናይዚ ሓሳብ እዚ ብፍላይ ሎሚ ኣብ ኮረሻ ናይ ስልጣን ዘለኹም ሎሚ ኣብ ዝተፈላለዩ ናይ ምሕደራ መዋቕር ዘለኹም ብርግፅ እግዚኣብሔር ኣምላክ ንህዝቡ ንክትመርሑ ኣቀሚጡኩም ዘሎ ኣገልገልቲ ስጋዊ ይኩን መንፈሳዊ ቅኑዕ ፍርዲ እንተዘይፈሪድኩም ፅባሕ ንግሆ እታ ፍርዲ ናባኩም እያ ትምለስ ብዓብይኡ እቲ ናይ ስላሰ ዝፋን ኣሎ ኣብ ቅድሚኡ ምስ ቆምና እንህቦ ግብረ መልሲ ኣሎ ካልኣይ ከዓ ኣብዛ ምድሪ እዚኣ እውን ማለት እዩ ስለዚ እዚ እውን ክሓልፍ ኢልካ ክትሓስብ ከለኻ ኣብዛ ምድሪ እዚኣ ዋላ ክትነብር ከለኻ ጥዑይ ዝኾነ ኣእምሮን ጥዑይ ዝኾነ ምስ ደቂ ሰባት ዝምድና ንክህልወካን እዩ ዝሕግዘካ። ጠቢቡ ሰሎሙን እንታይ ይብል? ካብ ጥዑም ሽታስ ጥዑም ሽም ይበልፅ ይብል። ጥዑም ሽም ይበልፅ ብርግፅ ሰባት እዋይ እዚ ሰብ እዚ ኣብ ክንዲ ዝብሉኻ ብሰባት ክትምገስን ክትነኣድን ክትክእል ኣለካ ማለት እዩ ምኽንያቱ ነየናይ ዕድሚኻ ካስኻ ሰባት እናጸለኡኻ ንሰባት መከራ እናጽገብካ ክትሓልፍ ማለት እዩ ስለዚ ሎሚ እግዚኣብሔር ኣምላኽ ሂብካ ዘሎ ስልጣን ንዝተሸገሩ ትረድኣሉ ቅኑዕ ዝኾነ ፍርዲ እተውጻሉ ደኣ እምበር ስልጣንካ ተጠቂምካ ድላይካ ትገብረሉ ኣይኮነን ማለት ክኸውን ኣይግባእን እዩ ከምኡ እንተኾይኑ እታ ሓያል ቅልፅም ኢድ እግዚኣብሄር ኩሉ ግዜ ኣላ እያ ማለት ንሳ ዘይምርሳዕ ስለዚ ኩሉ ግዜ እዚ እውን ክሓልፍ ክንብል ከለና ኣብ ሂወትና ዝፀበና ነገር ብምልኡ ከም ዝሓልፍ ክንርዳእ ክንክእል ኣለና ኣብ ሂወት ቀዋሚ ነገር የለን እዚ እውን ክሓልፍ እዩ ይቐኒየለይ